ሰላም ሰላም ክብራት ተኸታተልተይ ብዘለኹም ኮይንኩም ነዛ ቪድዮ ትሪኡ ብምልእኹም ሰላምኩም ብዝሕ ትርፍ ይበለለይ። ነዛ ቻናለይ ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ፣ ነዛ ቪድዮ ከዓ ላይክ ብምግባር ጀምርዋ። ሎማዓንቲ ቀዳም መዓልቲ ዕዳጋ ናይ ዕዳጋ ሓሙስ እዩና ዕዳጋ ከመይ ወዓለኒ ዝብል ሒዘልኩም መፅ ኣለኹ። ክሳዕ መጨረሻ ሓቢርኩም ንተኸታተልዎ ማለት እዩ። ቅድሚያ ግን ማለት እዩ ያው ታምኔል ርኢኹም ደንጊፅኩም ትኾኑ ኢኹም እና ሎማዕንቲ እንታይ ድገጢሙኒ መሲልኩም ኣብ ዕዳጋ ማለት እዩ ከምዚ ናቐረፅኩ ነይረስ ኣጋጣሚ ዝኾነ ቦታ ጠጠው ኢልና ጠጠው ኢልና ናሃለና ናጎ ዝኾነ ሓደ ብዕራይ መፂና ማለት እዩ እቲ ብዕራይ ተድዩ ደፊኡኒሲ ናብ መሬት ወዲቐ ማለት እዩ። ካብኡ እዚ ብዕራይ ረጊፁኒ ብሕቆይ ሓሊፉ ካብኡ ከምዚ ትርእይዎ ኣለኹም ብላዕሊ እግረይ ግልሕፅሕፅሕፅ እየ ኢለ ማለት እዩ። ንግሆ ብሰላም ወፅኤሲ ድሓሪ ክዕዳጋ ክምለስ እናሃለኹ ግን ሓንከስ ናበልኩ ገዛይ ተመሊሰ ብጣዕሚ እየ ሓዚነ። ግን ከዓ ብኡ ኣንፃር እግዚኣብሔር ይመስገን ማለት በቃ ብቐሊሉ ገይሩለይ ከዓ ደስ ኢሉኒ ከመይሲ ንዓይ ህይ ምስ ረኣዩ ብዙሓት ገጠመኝ ይለዓሉኒ ነይሮምና እዋ ብዕራይ ሕማቕ እዩ ብዕራይ ተወጊእካ ኣካልካ ትስእን ኢኻ ከምዚ ኢኻ ትኾን ወርሒ ኢኻ ድቅስ ገለገለ ይብሉ ነይሮምና ከመይ እግዚኣብሔር ንዓይስ ብመልካም ገይሩለይ ኢለየ ማለት እዩ እና እንታይ ደይ ተማሂረ መሲልኩም ኩራ ተኸታተልተይ ኣንሕና ደቂ ሰባት እዚ ኣብ ኢድና ምንም ነገር ዝጨበጥናዮ ከምዘይብልና እዩ በቃ ተማሂረ ሎሚ ጥዑያት ነርና ፅባሕ ኣካል ጎደሎታት ክንኮን ከም ንኽእል ፅባሕ ብዙሕ ነገር ክጎድለና ከም ዘይኽእል ሐዚ ምሳና ዘሎ ነገርሲ ፅባሕ ከንቱን ክኾን ከም ዝኽእል እዩ ተማሂረና እግዚኣብሔር ኣምላክ ካብ ከምኡ ዓይነት ፈተና ይሓልወና ብዝኾነ ግን ኣነ ያው ሎማዓንቲ ከምዚ ገጢሙኒ ይብለኩም ዝሮ ዝሮ ብቐሊሉ እዩ መጀመርታስ ብጣዕሚ እየ ተናዲደ ነይረዋ ግን ኣምላክ ከመይ ተትፈትወኪ ካብ ብዕራይ ተሪፍኪ ብፍላይ ብብዕራይ ተወጊኦም ብዙሕ ጉድኣት ዝበፅሖም ብዙሓት እዮም ተባሂሉና ያው ብቐሊሉ ስለ ዝገበረለይ እግዚኣብሔር ኣምላኽ ኣመስጊኖ እየ ዝሮ ዝሮ እስኪ ላፍቲ ናይ ሎማዓንቲ ዝነበረ ዕዳጋ ከብለኩም እየ ሓቢርኩምኒ ክሳዕ መጨረሻ ፅንሑ ማለት እዩ ኣብዚ በዚ መኮረኒ እና ብርሽን ሩዝ ክጅምረልኩም እየ ከምዚ ትርእይዎ ኣለኹም ናይ መኮረኒ ዋጋ ንኪሎ ሚኢትን ሱሳን ይሽወጥ ማለት እዩ። እዚ ትሪእዎ ኣለኹም እዚ ክልተ ዓይነት ብርሽ እኒኦ ድፍንና እዚ ንፅል ከዓ ንኪሎ ክልተ ሚኢትን ሓምሳን እናተሸጠ ውዒሉ ማለት እዩ። እዚ ትሪእዎ ኣለኹም ቡና ከዓ ቡና እዚ ሽሕ ቅርሺ ንኪሎ ናተሸጠ ውዒሉ ሎማዕንቲ ክሳዕ ሽሕን ሰለስተን ዝበጽሕ ኣሎ እዩ። ግን ኣብዛኛው ሰብ ምርጭኡ ዝገብሮ ከምኡ እዩ። ኣብዚ ከዓነይ ጠስሚ ጠስሚ ዛዝረኦኹምዋ ክንደይ መሲልኩም ሰለስተ ሚእትን ሓምሳን ሎሚ ጠስሚ እንድዒ ታይ ሓሲቡ ቅንስ ኣቢሉ እዩ እኒኦ ሓሙሽተ ሚእቲ ሽዱሽተ ሚእቲ ይብልኡ ነይረን ዛዝረኦኹምዋ ዛትርእይዋ ኣለኹም ግን ሰለስተን ሓምሳን ይብልኣ ነይረን ማለት እዩ። ሽኮር ያው ንኪልኦ ሚእትን ሰብዓን እዩ ውዒሉ። ካብኡ ከዓ ኣስቤዛ ዋጋ ክርእየኩም እየ። ኣስቤዛ ምንም ክቕንስ ኣይከኣለን። ነዊሕ ገይሩ እኒኦ ስቤዛ ካብ ዝኸብርና ካሮቱ ደሓን ኮይኑ ኣሎ ኣብዚ ብርቱኳን እኒኦ ወይ ከዓ ኣራንሺ ንኪሎ ክንደይ መሲልኩም ክልተ ሚእቲ ይሽወጥ ማለት እዩ። እዚ ትርእይዎ ኣለኹም ቆንጆ ኣራንሺ ክልተ ሚእቲ ንኪሎ። ኣብዚ ከዓ ዳስቤዛ ኣቲና እኒኤና። ኮሚደረ ኣብዚ እዚ ትርእይዎ ኣለኹም ኮሚደረ ንኪሎ ሚእቲ ቅርሺ እናተሸጠ ውዒሉ ማለት እዩ። እዚ ትርእይዎ ኣለኹም ቆንጆ ሽጉርቲ ከዓ ሚኢትን ዒስራን ሚኢትን ዓሰርተን ሚኢት እውን ነይሩ ከከም ደረጅኡ ማለት እዩ። ኣብዚ ከዓ እዚ ትሪእዎ ኣለኹም ካሮት ንኪሎ ሓምሳ ቅርሺ እናተሸጠ ውዒሉ ሎማዓንቲ ካሮት ያው ኣብ ዝሓለፈ ብሚኢት ቅርሺ ነይሩ ኢለኩም ነይረ ሎማዓንቲ ካሮት ቅንስ ኣቢሉ እኒኦ ድንሽ እውን ሓምሳ ቅርሺ እዩ ንኪሎ ውዒሉ ማለት እዩ። ተሽጉርትና ኮሚደረ ግን መፅወ የብሉን ብጣዕሚ እዩ ክባር ከዊሩ እዩ ውዒሉ ለኩም ናይ ኣስቤዛ ዋጋ ነዚ ይመስል ያው በርበረ ከምዚ ትርእይዎ ኣለኹም ኣብዚ በርበረ ኣብ ዕዳጋ መሸጢ በርበረ ዝርከብ ላኡ ኮይና ከም ዝጠየቕናዮ ብበዝሒ ተኮይኑ ክንደይ መሲሉኩም ያው ንሕና ንዝኾነ ጉዳይ ብዓሰርተ ኪሎ ዝኾን ገዚእና ነርና ብበዝሒ ሽዱሽተ ሚእትን ሓምሳን ሸይጦሙና ማለት እዩ ዝተወሰነ ንኪሎ ወይ ከዓ ንክልተ ኪሎ ገለ ተኾይኑ ግን ሸውዓተ ሸውዓተ ሚእትን ሓምሳን እናተሸጠ ውዒሉ እዚ ትርእይዎ ኣለኹም በርበረ ማለት እዩ። ያው በርበረ ድሓን ቅንስ ኣቢሉ እዩ እኒኦ ሓደ ሓደ ግዜ ሰማይ ይኹን ሓደ ሓደ ግዜ ይቕንስ እቲ ናይ ዕዳጋ ለውጥታት ካብ ግዜ ናብ ግዜ ብጣዕሚ እዩ ዝቀያየር። ብቐዳም ሸሞንተን ሓምሳን ገለታት ነይሩ ሳዕ ሸሞንተ ነይሩ ሸውዓተ ሓምሳ ዩ ነይሩ ሎማዓንቲ ከዓ ከምዚ ትሪእዎ ኣለኹም ክሳዕ ሽዱሽተ ሓምሳይ ብበዝሒ እናተሸጠ ውዒሉ ማለት እዩ ይሆ እዚ ትሪእዎ ኣለኹም ቆንጆ በርበረ ዝበሃል እዩ። ሓደ ሓደ በርበረ ታይ ድዩ ርሑስ ይገብርዎ ማይ ይኣልክዎና ሚዛን ተመዛኒ ይኸውን። እቲ ዝምረፅ ያው ንእሽተይ ድርቕ ዝበለ ሃፎፍ ዝበለ ነገር እዩ ዝምረፅ። እዚ ከምዚ ትሪእዎ ኣለኹም ቆንጆ ዝበሃል በርበረ እዩ። ያው ዋግኡ ሽዱሽተን ሓምሳን ማለት እዩ። ካልእ እንታይ እዩ ዘይነገርኩኹም ናይ ቃርያና ናይ ቀይስር ዋጋ ማለት እዩ። ቀይስር ንኪሎ ስሳ ቅርሺ ውዒሉ ኪሎ ያው ሓንቲ ሓንትና ሓንቲ ንእሽተይ እዮ ብጣዕሚ ተመዛኒ ቀይስር ዝሮ ዝሮ ስሳ ንኪሎ እዩ ናተሸጠ ውዒሉ ቃርያ ከዓ ንርብዒ ሓምሳ ቅርሺ ማለት እዩ ካብኡ ንኪሎ ብኡ ኣራውሕዎ እዚ እትርእይዎ ኣለኹም ጉዕ ግን ንርብዒ ሓምሳ ቅርሺ ናተሸጠ ውዒሉ ናፋንድሻ ዋጋ ከዓ ፋንድሻ ወይ ከዓ ዕምበባ ዘዝዕምብ ማለት እዩ ንሱ ከዓ ክንደይ መሲልኩም ክልተን ሓምሳን ብኪሎ ብበዝሒ ተኮይኑ ኩሉ ነገር ይቕንስ እዩ ንርብዒ ግዛዕ ተኮይኑ ግን ያው ብሕሳብ ክልተን ሰማንያን ክልተን ሰብዓን እዮም ዝውኻ ናይ ፋንድሻ ዋጋ ኣብ ዓድና ነዚ ይመስል ካሊእታዩ ዳጥልፊ እውን ኣትየ ነይረ ኣጋጣሚ ዳጥልፊ ኣትየስ እስኪ ኩነታት ጥልፊ ከ ኣብ ምንታይ ኣለዎ ኢለ ሕፅር ዝበለ ቪድዮ ቀሪፀ ነይረ ብሰፊሑ ክሳዕ ዘምፀልኩም ዝሮ ዝሮ ግን ጥልፊ ካብ ክንደይ ክሳዕ ክንደይ ኣሎ መሲልኩም በርግጥ ክሳዕ ሚእትን ሰላሳን ሽሕ ዝሽወጥ ከም ዘሎ እዮም ተናጊሮምኒ። ነገር ግን ኣብ ዕዳጋ ሓሙስና መብዛሕትኡ ሰብ ዝጠልዎ ካብ ዓሰርተ ማነው ካብ ሸሞንተ ሽሕ ና ሸሞንተ ሽሕ መለዩ ና ቀደም ዝሓለፈ ፋሽኑ ገለ ካብ ሸሞንተ ሽሕ ጀሚርካ ክሳዕ ዕስራን ክልተን ዕስራ ሽሕ ናይ ጥልፊ ዋጋታት ኣሎ ማለት እዩ። ዕዳጋ ሓሙስ ዝመረጽካ መረጽካ ቆንጆ ጥልፊ ከቢሩ ተተባለ ዕስራ ዕስራን ክልተን እዩ ተባሂሉ ኣሎ። ብብሪ ዝስራሕ ጥልፍታት እውን ክሳዕ ሰላሳ ብቻ ከምቲ ዝብለኩም ኣለኹ ካብኡ ንላዕሊ መለዩ ግን ዕዳጋ ሓሙስ መብዛሕትኡ ሰብ ምርጫ ዝገብሮ ከዓነ ካብ ዓሰርተ ሓሙሽተ ክሳዕ ዕስራ ፋሽኑ ዝሓለፈ ናይ ቀደም ከዓ ናይ ሸሞንተ ሽሕ እውን ኣሎ ይብልዎም ነይሮም። ዙርያ ከዓ ናይ ዙርያ ዋጋ ከዓ ዝወሓደ ዋጋ እዚ እውን ፋሽኑ ዝሓለፈ ቀደም ሰብ መሪፅዎ ምናምን ዝተኸደኖ ካብ ሰለስተ ሽሕ ክሳዕ ሕዚ ፋሽን ዝመፀ ዕስራን ሓሙሽተን ሽሕ ዋጋ ዝበጽሕ ክዳውንቲ ኣሎ ኢሎም ኔሮም ማለት እዩ እና እዚ ትርእይዎ ኣለኹም ቆንጆ ቆንጆ ጥልፍታት ማለት እዩ ብሰፊሑ ከምጸልኩም እየ ሓደ መዓልቲ ናይ ባዕሉ ክሰርሐልኩም እየ ግን እዛ ሕጽር ዝበለት ግን ዋግኡ ከምዚ ይመስል ካብ ሸሞንተ ሽሕ ክሳዕ ዕስራ ክልተይ ዕስራ ሽሕ ናይ ጥልፊ ዋጋ ኣሎ ዙርያ ከዓ ካብ ሰለስተ ሽሕ ክሳብ ዒስራን ሓሙሽተን ሽሕ ዋጋታት ኣሎ ተባሂሉ ናይ ሎማዓንቲ ዝነበረ ዕዳጋ ነዚ ይመስል ያው ምናልባት ከምቲ ዝበልኩኹም ምስ ገጠመንሲ ያን ያክል ኩሉ ኣይቀረጽኩን ተወሰነ ልተወሰነ ቅርጽ ቅርጽ ኣቢለ መጽየ ያው መዓልቲ ቀዳም ንዘይ ንኸይትሓልፈኒ ዝኣክል እምበር ያን ያክል ኣይቀረጽኩን ነይረ ብዙሕ ዋጋታትም ስቁ ኢለ ሓሊፈዮ እየ ሎማዓንቲ ዝነበረ ቪድዮ ግን ነዚ ይመስል ሰሰናዩ ንዓኹም ላይክ ሸር ሳብስክራይብ ምግባር ሕዚ እውን ኣይትረስዑ ኢኹም ብጣዕሚ እየ ዝፈትወኩም ቻው።